እንኳን ኣብ ሓድሽ ዓመት 220 ብሰላም ኣብፀሓና ይብል ሓበሻ ኢንተርትሜንት እዚኣ ከዓ ብሽም ሓበሻ ሳባና ኢንተርትሜንት እዚኣ ተበርኪታትልኩም ክሳብ ሕጂ ምሩፃት ተዋሳእቲ ምሩፃት ደረፍቲ ምሩፅ ዝኾነ ድማ ክሊፕ እዩ ምሩፅ ዝኾነ ድራማ እዩ ገለ ስለ ዝረኣኹላ ክሳብ ሕጂ መቸም ድኹም ጎና ሪኣየ ኢለ ኣነ ክነቅፍ ዓቕሚ የብለይን ከም ዝስምዓኒ ብርቱዕ ጥራይ እዚ ነቐፌታ የብለይን ሕቶ የብለይን ብርቱዑ ከምዚ ዘለኹሞ ቆፅልዎ ኣማዕብልዋ ነታ ቻነል ጥራይ ዝብል ኣሎ እቲ ናይ ሓበሻ ሳባና እንድሕር እቲ ዋና ብኣካል ኣሎ ኮይኑ እዚኣ ደበርከተለይ ምስኡ ሰላም እናተባሃልከኹ ፍቓደኛ እንተኾይኑስ ክሰኣል ምደለኹ ነይረ። ብነፋሪት ጌርና ሰላምታ ክንሰደሉ ኢና። ኣጆኻ ኣጆኻ ኣብ ሰታሪት ብነፋሪት እዚኣ ብሽም ሳባና ሓበሻ ማለት
ካብተን ዩቲብ እንዲያ እዚ ተበርክቶ ዘላ መሃርን ኣዘናጋዕን ዝኾነ ኩሉ ብዛዕባ ፊልምታት ብዛዕባ ኮሜዲ ብዛዕባ ካልእ ኣዝያ ምስተን ቅድሚኣ ዝተፈጠራ ዩቱባት ተዋዳዲራ ክንሪኣ ተስፋ ንገብር። ኣራይ ጽቡቕ። ሓቲመ ብናይ ሳባና ብኸምኡ መንገዲ ዩቱብ ክዝርግሕ ጽበ ኣለኹ።
መርሓባ ሳባን ሓበሻ ይከታተሉኻን ይሰምዑኻን ይርእዩኻን ስለ ዘለዉ ሃየ እዛ ለወባ እዚኣ ናባኻትኩም እያ ናባና ከዓ ሓድሽ ነገር ክንፅበ ኢና ማለት እዩ የቐኔልና ብርሂሞ ክብረት ይሃበልና ንዓይ ንባዕለይ ኣነ ብጀካ ማዕሪ ኣርታና ኣብ ካልኦት ተለይ ኮይኑ ዩቲብ ንመጀመርያ ግዜ ሳባና እዩ ጀሚሩ ሓሳብ የድልዮ ሓሳብ ከዓ ከምዚ ክሰፍሕ ኣለዎ ምክንያቱ ቻነል ምዃና ካብ ዘይተረፋ ካብ ኣብ ሓደ ነገር ጥራይ ይሕፀር ምክንያቱ ሓደ ንታሕቲ ክትወርድ ኣለካ ኣብ ታሕቲ ሰባት ክተውፅእ ኣለካ ካልኣይ ነገር እቲ መደብ ክሰፍሕ ኣለዎ በዓል ጎቦ ንዓመታ ወድን ብርሃዋ ሰላም ብፅሐና ኣሜን

ሰላም መጀመርታ እንኳዕ ናብ 2020 ብሰላም ኣብቅዓና ንብል ሙሉእ ስምካ ዶ መላለኻኒ ኦኬ ሽመይ ደሳለ ጸጋ ይበሃል ከመይ ሓሊፉ 2019 ብኣኻ ከመይ ሓሊፋትላ ባይዳ ብጣዕሚ ጽቡቅ ሓሊፉ ናቱ ዓመትካ ከምዛ ናይ ዝሓለፈት ዓመት ብሰላም ክመፀና ተስፋ ገብ ኣብ ህይወትካ ክልተ ሽሕን ዓሰርተ ትሽዓተን ሲ ከመይ መቐይሮ ረኺብካ ትብል ረኺበ ትብል ንስኻ ከም ገሳለስ እዩ ተቐይረ እዩ ብራነ ክልተ ሽሕን ዕስራን ከ ሕጂ ካባኻ ዝሓዝካዮ ውጥን ወይ ከዓ መደብ ኣሎ ዶ ንክልተ ሽሕን ዕስራን እንታይ መደብ ሒዝካ ኣለኻ
ዋይ ኣነ እኳ እዚኣ ክብለካ ይክእል ቀዲመ ውጥን ክሃዝ ስለ ዘይደልስ ብዙሕ ኣይወጥን ሕራይ ኣብዛ ዓለምና ካብ ዘለዋ ዩቲባት ማለት ቻነላት ሓንቲ ትከታተል እንዲኻ ቻነላት ሓቀይ
ሓበሻ ኢንተርትሜንት ዝበሃል ኣሎ ሕጂ ሓበሻ ኢንተርትሜንት ንስነ ጥበባውያንን ንጥበብን ዘተባብዕ ሜድያ እዩ እሞ እስኻ ከመይ ትገልጾ ንሓበሻ ሰባና
ኣነ ይከታተሎ እንዲ ስጋ ሕጂ ዘፍዮ ዘሎ ስራሓስ ኩሉ ርየ ብጣዕሚ ፅቡቕ ከምኡ ቀፅልካ ተስፋ ገብር ራይ ድኹም ጎኒ ናይ ሰበን ሓበሻ ኣሎ ትብል ዶ

ሜዶ ክውሰኽ ኣለዎ ኢኻ ትብል ሕራይ ጽቡቕ 2020 ሳባና ሓበሻ ዝረኣኻዮ መደባት ብጽቡቅ ጌርካ ኢኻ ትከታተሎ ማለት እዩ ካብዚ ንስሓባኻ ማለት ክሊባት ኣሎ ዶ ወይ ፊልምታት ወይ ኢንተርቪዋት ካብ ሰለስትኡ ሰኣይ ናይ ስሒብካ ኣነ እኳ ብፍላይ ኣብ ድራማታት ነድሪ ኣብነት መዓት ኣለዎ

ወይ ከዓ ንፈተውትኻ ከተመሓላልፎ ትደሊ መልእኽቲ እንታይ
መጀመርታ ምስ ብሄርካ ሓድሽ ዓመትን በዓል ልደትን ይበረኩም ንስድራይ ንህን ከዓ ዓመተ ሰላም ዓመተ ራህዋ ብልፅግና ሰላምን ፍቅርን ኩሎም ስነታውያን ሃገርና ከዓ ኣጆኹም ስርሑ ፅቡቅ ኣለኹም ከዓ ፅቡቅ

ናብ ክልተ ሽሕን ዕስራን ብሰላም ኣብቅዓና ዝኾነ ህያባት ኣዳልዩ ስለ ዘሎ ሓበሻ ኢንተርሜንት ከዓ ኣብቲ ህያብ ከብለካ እየ ብሽም ሳባና ሓበሻ ኢንተርትሜንት እዚኣ ንዋሃ ንብላ ኣለና ምስ ስድራ ቤትካ እንኳዕ ኣብቅዓና ንብል የቐንየልና ሳባና ሓበሻ ናብ ሓድሽ ዓመት 220 እንኳዕ ኣብቅዓና እናበለ እንሀ ቀፃሊ ምስ ዝተፈላለዩ ሰባት ኣብ ዝተፈላለዩ ቦታታት ክንራኸብ ኢና ወድሓንኩም ቅረበኒ እሞ ቅረበኒ እሞ መን ኢኻ ሽምካ? ተመስገን ይበሃል። ተመስገን ኪዳነ እኮ ምሉእ ስምካ ተመስገን ኪዳነ እዩ። ክልተ ሽሕን ዓሰርተ ትሽዓተን ተዛዚማስ ክልተ ሽሕን ዕስራን በፂሕና ኣለና እሞ ክልተ ሽሕን ዓሰርተ ትሽዓተን ብኣኻ ወገን ተመስገን ከም ተመስገን ከመይ ነይራ ትብላ?

ጽቡቕ ክልተ ሽሕን ዓሰርተ ትሽዓተን እታ ዝኸፍአት ዓመት ትብለላ እዋን ኔራ ዶ ትብላ ትኽእል ኣባኻ ገለ ዘጋጠመካ ማለት እዩ ኣባኻ ኣብ ኣብ ህይወትካ ኣብ ህይወተይ ኣይነበረን ኣይነበረን ኣራይ ንክልተ ሽሕን ዕስራን ከ ከመይ መዲብካ ኣለኻ እንታይ መደብ ሒዝካ ኣለኻ

ፅቡቕ እሞ ከመይ ፅቡቕ ትቕፅል ኣላ ዶ ወይስ ተቆፅያ ዶ ብጣዕሚ ፅቡቕ ኣላ ኣከታተላ ኣነ ብዙሕ ፊልም ኣካባ ክከታተል ክመፅልካ ዳ ዘይክእል እምበር ብጣዕሚ ብዙሕ ፊልም ከታተለ ብጣዕሚ ፅቡቕ
ሕጂ ኣብ ሳባና ሓበሻ ማለት ድኹም ጎና ናይ ሳባና ናይ ሳባና ሓበሻ ኣሎ ትብሎ ኣሎ ዶ ንሳይራ ምስጋፍ ሕጂ ትዝከታተል ብጣዕሚ ፅቡቕ ፅቡቕ ጎንኸ ኩሉ ጽቡቅ ነው ዝብለካ ንኩሉ ብሓፈሻ ክሪኦ ከለኹ ኩሉ ግዜ እከታተሎ ቀጻሊ ፊልም እቲ ዝመጽእ ኩሉ ግዜ እከታተሎ ብጣዕሚ ጽቡቅ ሓራይ ጽቡቅ እሞ ኣብ 220 ከ ሳባና ሓበሻ ኣብ ሳባና ሓበሻ 220 ሓድሽ መደባት ክተኣታተው ኣለዎ ወይ ከተኣታተው ኣለዎ ትብሎ እንታይ ኣሎ ሓድሽ መደብ ካብኡ ንላዕሊ ማዕድያ ብጣዕሚ ፅቡቅ እንጂ ካብኡ ንላዕሊ ምምሕያሻት ኣመሓይሻ ክተርካ ብጣዕሚ ተስፋ ንገብር ኣብ 220 ንህዝቢ ወይ ከዓ ንፈተውትኻ ክተመሓላልፎ ትደሊ መልእኽቲ እንታይ ኣሎ ብጣዕሚ ሰላም ብጣዕሚ ፅቡቅ ኣነ ኩሉ ግዜ ከም ዝኽእል ተርካ ዝለዓለ ክኸውን ሰባ ኢንተርነት ብጣዕሚ

መርሓባእ መርሓባእ እንኳዕ ደሓን መጻኻ ደሓን ጸናሕኩም እሞ ሙሉእ ስምካዶ መጀመርታ ክተዕብለኒ ኣካበይዳ ረኺብካና ፍጹም ሃብተ ሚካኤል ይበሃል ወይ ከዓ ወዲ ጓንጉል ወዲ ጓንጉል ወዲ ጓንጉል ብኸመይ ወፅያ

ትዛዚማስ ክልተ ሽሕን ዕስራን ንኣቱ ኣለና እሞ ክልተ ሽሕን ዓሰርተ ትሽዓተን ብኣኻ ኣብ ሂወትካ ከመይ ሓሊፋትላ ክልተ ሽሕን ዓሰርተ ትሽዓተን ንዓይ ኣብ ሂወተይ ኣዝያ ዓባይ ነገር እያ ካብ ብዙሕ ጉድለታተይ ዝነበርኩ ተኣሪመላ ዝበለፀ ሂወት ንክላ ሰብ ፅቡቕ ፅቡቕ ኣብ ክልተ ሽሕን ዓሰርተ ትሽዓተን ሕማቕ ፅቡቕን የሕሊፍካ ትብል ዶ ኣምላኽ መስገን ስጋዕጃ ኣብ 2019 ሕማቕ ዝበሃል የለን ትርፎ ፅቡቕ ፅቡቕ ፅቡቕ እሞ ሃራይ ሃራይ 219 ተወዲኣ 220 በፂሕና ኣለና ኣብ ዝተፈላለዩ ቻነላት ናይ ዓለማት ከዓኒ ብዝተፈላለየ ዩቲባት ኣለዋ ካብኣተን ሓንቲ ሳባና ሓበሻ ትበሃል ኣላ ትከታተላ ዶ
ዩቲብ እከታተለ ብምሉእ እየ ዝከታተለ ሓንቲ ካብተን ዝፈትወን ዩቲብ መደባት ኣና ገልፅ ኣራይ ኣብ ሳባና ሓበሻ ድኹም ጎኒ ኣለዎ ትብሎ ኣላ ዶ?
ኣብ ስራሕ ኩሉ ግዜ ጉድለታት ክህሉ እንዲ ግን ሕጂ ክግለጽ ዝኽእል ጉድለታት ኣነ ዝረኣኹ ብዙሕ የለን ወላ ሓንቲ ጽቡቕ ብጣዕሚ ካብቶም ኣብዚ ሰዓት እዚ ሓበሻ ንዓበየት ትመጽእ ዘላ መደብ ወይ ከዓ ግሩፕ ምዃና ጽቡቕ ጽቡቕ ሕራይ ፍጹመ ኣብ ሳባና ሓበሻ ዘለካ ርእይቶ ወይ ይኹን ወይ ነቐፌታ ወይ ከኣ ሕቶታት ገለ ኣሎ ዶ ቁሩብ ገለ?
ወላ ሓንቲ የለን እንተተኻኢሉ ጥራይ እንታይ ዝብል ካብቲ ልሙድ ኮይኑ ዘሎ ናይ ኮሚደታት ናይ ክሊባት ናይ ፊልምታት መደባት ካልእ ሓድሽ መደባት ምትዕባር ብኣ ዝብገስ ነገር መፅእ ይትመ ኣራይ ኣብ ሳቫና ሓበሻ ኣብ 220 ማለት እየ ሓድሽ መደብ ክተኣታተው ኣለዎ ትብሎ ኣለካ ዶ?
እወ ይፅበ ከምዚ መደብ ክገብሩ ኣለዎም እኳ ክብል ኣይከልን ግን ሓድሽ መደብ ከምፁልና በዓል ሙሉእ ተስፋየ ኣይሆፕ ከዓ ከምፁ እየ ራይት
እንኳዕ ኣብቅዓና እያ ትብል ደላ ንኩሉ ዘዳለወቶ ህያባት እውን ኣሎ ቅድሚኡ ግን ንህዝቢ ወይ ንፈተውትኻ ተመሓላልፎ መልእኽቲ ኣሎ ዶ?
ኣይሰኣንን'ዩ። ብመጀመርያ ንህዝበይ ካብዚ ዘለናዮ ብዝበለጸ እቲ ሰላምና ብዝዓበየ ዓብዩን ረጊኡን ከምቲ ንደልዮ ናብራ ህይወት ክንከውን ንኣምላኽ እትምነ። ጽቡቕ እሞ ኣብ መወዳእታ ብምኽንያት ሓድሽ ዓመት 2020 ከተመስግኖም ትደሊ ወይ ከኣ ዮሃና ክትብሎ ትደሊ ሰብ እንተ ሃልዩ ዕድል ክበካ። እሺ የቐንለይ ፍቄ ብመጀመርያ ዓርከይ ኣብ ኣሜሪካ ዝርከብ ብሩኽ ፀጋይ ሓወስያ ፀጋይ ሓሰን ዓብድራሕማን ዓጣ ኣብ ኣስመራ ዝርከብ ብርሃነ ኣብ ኢትዮጵያ ዝርከብ ብሓፈሽኻ ኣባላት ጉጅለ ባህሊ ሳዋ ኣባላት ጉጅለ ባህሊ ሳዋን ከምኡ እውን እቲ ኣርቲ ዝጀመርኩሉ ጉጅለ ኣባላት ጉጅለ ባህሊ ሸዊት ኣብ ዘለዉ ዘለዉ ሃገር ኣብ ውሽጢ ሃገር ኹን ኣብ ደገ ርሑስ ሓድሽ ዓመትን በዓልን እውን ከምኡ እውን ነታ ዝዓበየት ህያ በይነ እዝጋብሄር ክብርቲ በዓልቲ ቤተይ ሚለን ሞጎስ ዳንኤል ምስ ምስቶም ሓሙሽተ ደቀይ ምስ ሙሉኣ ስድራ ቤተይ ርሑስ ሓድሽ ዓመት ክገብረልና ትምነን ኣካ ጽቡቕ እሞ ናብታ ህያብ ከብለካ ኣይተሰዋሕ ኣዳ ወዲ ጓንጉል ፋጫ ዓርከይ

ኣራይ ፅቡቕ ኣጋጣሚ እዩ ጅግና ዓርከይ ኣጋጣሚ ኣነ ክሳለም ኢለ መፅኤ ስኻውን ክትሳለም ኢልካ ኢኻ መፅኻ ሙሉእ ስምካ ዶ ከተላልየን ኣነ ግርማይ መኮንን መዓሾ በሃል ብዝበለፀ ግን ልዕሊ ዕድመይ ሳጓይ ስለ ዝኾነ ብጁግኔር ፍለጥ ኣራይ ጅግና ዓርከይ ክልተ ሽሕን ዓሰርተ ትሽዓተን ኣብ ምዝዛም ገጻ እናኸደት እሞ ክልተ ሽሕን ዕስራን እናበቖለት ወይ ከዓ እናተሓደሰት እያ ትኸይድ ዘላ ክልተ ሽሕን ዓሰርተ ትሽዓተን ከመይ ሓሊፋ ክልተ ሽሕን ዓሰርተ ትሽዓተን ብጣዕሚ ፅቡቕ ሓሊፉ ሰላም ርኢና ፅቡቕ ርኢና ሕጂ ድማ ክልተ ሽሕን ዕስራን ከዓኒ ካብኡ ዝበለፀ ድማ ናይ ምዕባለ ናይ ብልፅግና ናይ ቆጣባ ሓፂሩ ስኒ ፅቡቅ ንክንርኢ ከዓ ፅቡቅ በዓል ሙሉእ ተስፋ እየ በዓል ሙሉእ ትምኒት እየ ድማ ራይ ክልተ ሽሕን ዓሰርተ ትሽዓተን ሕማቅን ፅቡቅን ጎኑ ኣብ ሂወትካ ማለት እዩ ዘሕለፍካዮ ሕፅር ሕፅር ኣቢልካ እስኪ ንገረን ካብ ዝገርመካ ኣነ ከም ባህሪ ዝኾነ ነገር ብተመስገን ስለ ዘሕልፎ ሕጂ ዋላ ድኹም ጎንን ፅቡቅ ጎኒ ክብለካ ኣይክእልን ንዝኾነ ነገር ተመስገን ኢለ ስለ ዘሕልፎ ፅቡቅ ጎኒ ኮይኑ ዝስማዓኒ ኩሉ ግዜስ ሕጉስ ኢኻ ማለት እዩ የስ ኩሉ ግዜ ሕጉስ እየ ኣሰይ ከምዚ ናትካ ፍጠረለይ ኣሜን ኣራይ ኣራይ ክልተ ሽሕን ዕስራን ሕጂ ንኣቱ ኣለና ኣብ ሂወትካ እንታይ ለውጢ ክመጽእ ትጽበ?
ኣነ መቸም ከም ስነ ጥባዊ መጠን ኣብ ህይወተይ ስነ ጥባዊ ስለ ዝኾንኩ ንነብሰይ ጥራይ ዘይኮንኩ እንኮላይ ከምዚ ከማይ ስነ ጥበባውያን ጭቡቕ ፍርያት ከነፍሪ ፅቡቕ ስራሕ ክንሰርሕ ብምዕቡል ቴክኖሎጂ ብምዕቡል ካሜራ ብምዕቡል መሳርሒ ኮታ ብሓፂር ኣነ ህርፋኒ ሕጂ ስነ ጥበብ ስለ ዝኾነ ስነ ጥበብ ክብለካ ከለኹ ግን ደረፍቲ ጥራይ ዘይኮነ እንኮላይ ተዋሳእቲ እንኮላይ ዘየንቲ እንኮላይ ገጠምቲ ፅቡቕ ባብ ተራሒልና ፅቡቕ ጌርና ሰሪሕና ንነብስና ተፀዊዕና ምስ ዓለማ ተወዳዲርና ሃገርና ከነፀውዕ ትምኒት ኣነ ስነ ጥበብ ጥራይ ኣሰይ ይወረና ይወረና ይወረና ጅግና ዓርከይ ክልተ ሽሕን ኣብ ክልተ ሽሕን ዕስራን ዝሓዝካዮ መደብ ኣለካ ዶ እስኻ ብናትካ ሓድሽ ሓድሽ ገለ እወ እንታይ ድዩ መሲሉኳ ሰብ መደብ እንዲ ደውፅእ ዝውድእ ከዓ እግዚኣብሄር እዩ ኣነ ክልተ ሽሕን ዕስራን ዘይኮንኩ መደብ ደውፅእ ገና ዓቕሚ ኣዳም ምስ በፃሕኩ መደብ ደውፅእ ኣላ ግን መደብ ተውፅእ እግዚኣብሄር ከዓኒ ስለ ዝውድእ እዚ ዝበለ መደብ ኣውፅኤ ክብል ኣይከልኒ ምክንያቱ ሰብ ይሓስብ እግዚኣብሔር ካዓ ይፍፅም ስለዝኾነ ኣነ ግን ንዓይን ንህዝቢ ኤርትራ ብምሉኡን በቲ መደብ ኣውፅእዎ ደሎን ኣምላኽ ዳሃቦ ከዓ ፅቡቕ መደብ ከዓ ንኸጓንፈና ከዓ ነግረ መንገዲ ከዓ እንዳ ማርያም እንደ ድፅሊ ዘለኹ ፀሎት ከዓ ገብር ፅቡቕ ፅቡቕ ፅቡቕ ኣራይ ሕውስ ኣቢልካ ምሳኻ ከዓ ንዓይ ኣብኡ ከለኻ ኣፀዕቕ ኣበላ ፀገም የለን ፀገም የለን ኣብ ዓለምና መቸም ብዙሓት ዩቲባት ወይ ከዓ ቻነላት እየን ዘለዋ ተዘርጊሐን ዘለዋ ዩቲባት ማለት እየ ካብዚአን ሳቫና ሓበሻ ትበሃል ኣላ ትከታተላ ዶ
እወ ማለት ስቢ ክስታይ ንሕጂ እተን ሓበሻ ኢንተርትመንት ሕጅስ ብምንታይ ካ ትፈልጠን ድሕሪ ኢልካኒ ብክሊፕ ወይ ድማ ብሓደ ሓደ ዝተሰርሐ ፊልምታት እንደ ድካታተላ ምክንያቱ ስኒ ሓደ መስመር ናይ ቴሌቭዥን የብለን ግን ብፍላሽ ብሚሞሪ ብገለገለ ኢኻ ትሪኦ መቸም እቲ ዓውዲ መፅእ ፍርያት ብጣዕሚ ፅቡቅ እዩ ኣነ ከማንሲ ከም ሰብ እንድሕር ዕድል ረኺበ ምስታ ትካል እቲኣ ኮይነስኒ ንኩሉ ግዜ ንክሰርሕ ሲ ድሌት ኣለና ፅቡቅ ፅቡቅ ኣራይ ኣብ ሳቫና ሓበሻ ትከታተላ እንድሕር ኮንካ ድኹም ጎኒ ወይ ከዓ ፅቡቅ ጎኒ ኣለዋ ትብሎ ኣብናታ
ኣነ ከም ሰብ ክሳብ ሕጂ ምሩፃት ተዋሳእቲ፣ ምሩፃት ደረፍቲ፣ ምሩፅ ዝኾነ ድማ ክሊፕ እዩ፣ ምሩፅ ዝኾነ ድራማ እዩ ገለ ስለ ዝረኣኹላ ክሳብ ሕጂ መቸም ድኹም ጎና ሪኣየ ኢለ ኣነ ክነቅፍ ዓቕሚ የብለይን ከም ዝስምዓኒ እወ ዛስዋይ ካየ ኣነ ምስታ ቻነል ክሰርሕ ድሌት ዘለኒ ኣውጦ ጽቡቕ ስለ ዝረኣኹላ ኣነ ከዓኒ ምስኣ ክሕወስ ከዓ ደልየ ብኸምኡ እዩ ራይ ጽቡቕ ኣብ ሳቫና ሓበሻ ዘለካ ርእይቶ ወይ ከዓ ሕቶ ወይ ከዓ ነቐፌታ ኣብኣቶም
ኣነ ብርቱዑ ጥራይ ዝብል ነቐፌታ የብለይን ሕቶ የብለይን ብርቱዑ ከም ዝደለኹሞ ቆፅልዎ ናይ ቀደም ስነ ጠባባውያን ተራእዮም ዘይፈልጡ ስነ ጥበባውያን ምስ ክእለቶም ከም ኣብ ዕትሮ ትበርህ ዘላ ሽምዓ ኮይኖም ተሓቢኦም ዘለዉ ሰባት

ከተተኣታትዎ ኣለዋ ትብሎ ማለትሲ ሓድሽ ከተተኣታትዎ ኣለዋ ትብሎ ለቃርብ እወ ሕጂ
እቲ ከምሉ ልሙድ ስራሕ እንዲያ ዝሰርሕ ዘላ እዚ ክሊፕ እንታይ ዝበሃል ሙሉእ ፊልምታት ሕጂ ከምዚ ሕጂ ጀሚርኩሞ ዘለኹም
ኢንተርቪው ሕጂ ኣለዉና ብዙሓት ከረርቲ ኣለዋና ብዙሓት እምብልታ ዳሃርሙ ኣለዉና ብዙሓት ዋጣ ዳሃርሙ ኣለዉና ዋላ ከማን ደይፍለጡ ግጥምን ዜማን ማዕረ ከማን ንበዓል የማነ ባርያ ዳሃቡ ማዕረ ንበዓል ፀሃይቱ በራኸ ዳሃቡ ኣበይ ኣበይ ከም ዝኾነ ቦትኡ ዋላ ንሕና ንተሓበረኩም ንኽእል እንዲና ሕጂ ነዞም ዝረኣዩ ዝረኣዩ ህዝቢ ዝፈልጦም እንድዕር ኣምፂኹሞም ዋላ ሓንቲ ህዝቢ ኣባኹም እንድዕር ርእይዎ ኣብ ካልእ ኣብ ካልእ ኣብ ካልእ ክርእዮ እዮም ኣብ ካልእ ዘይተረኣዩ ሰባት ፈትሽኩም ዋላ ከማን ስለ ካብ ምንታይ ተበጊሱ እቲ ሰብ ትኸምኡ ኮይኑ ናቱ ወለዶ ኸ ከምኡ ዓይነት ነይርዎ ድዩ ኣቦኡ ድዩ ሓወቦኡ ድዩ ኣቦሓጎኡ ድዩ ምሻለካ ሄሬዲ ትፈትሽካ ሓደ ሰብ እኳ ስነ ጥበብ ክኸውን ከሎ ብትምህርቲ እንድሕር ኣምፂኡ ኮይኑ ሕጂ ስነ ጥበብ እንታይ መጠወሲ ኢልካ ብትምህርቲ ብልምዲ ወይ ድማ ብተፈጥሮ እዩ ዝመፅእ ሕጂ ብትምህርቲ ዝመፅእ ተማሂርካ ኢኻ ምፅኻዮ ብልምዲ ድማ ተዋሳኢ ርኢኻ ምስ ተዋሳኢ እንዳኸድካ ምስ ተዋሳኢ እንዳዓለልካ ተምፆ እዩ ናይ ተፈጥሮ ግን ፍጡር ክብል ከሎ ባዕሉ ስነ ጥበባዊ ኮይኑ ዝመጽእ ሰብ ኣሎ ሕጂ ናይዚ ሰብ እዚ ሄሬዲት ወይ ድማ ሱር ንክትረክብ ቅድሚ ሕጂ ሕጂ ንዓይስኻ ኢንተርቪው ተግብረኒ ኣለካ ምሽ ሓቂ ኣነ ግን ካብ ዝገርመካ ዓደይ ካብተን ኣብ ኣስመራ ኣብ ኤርትራ ኣለዋ ዝበሃላ ከራሪትን ደራፊትን እያ ኣሰይ ፅቡቅ ፅቡቅ ኣዲካ ዘለካ ልኡል ተስፋይ ጓልባንካ ትበሃል

ካልኣይ ነገር ደድሕሪ ተዋሳኢ ከይደ ኮንኩን ኣነ መበቆል ጸኒሕኒ እዩ ገዛ ሕጂ ነደይ ከዓ ኣዲኣ ከምኡ ዶ ነይራ ትኸውን እዚ ኢልካ ሕጂ ምንጪ ሓደ ሰብ ባዕሉ ናይ ተፈጥሮ ተውህቦ ክህቦ ከሎ ባዕሉ ይኮነ ሰብ ገለ ነገር ሕጂ ኮሚታት ክፍትሹ ከዓ ፈትኑ መርሓባ መርሓባ መርሓባ እሞ ኣብ መወዳእታ ጅግኑ ዓርከይ ኣብ 220 ንህዝቢ ወይ ከዓ ንፈተውትኻ ተመሓላልፎ መልእኽቲ እንታይ ኣሎ
ኣነዳ ርሑስ ክልተ ሽሕን ዕስራን ናይ ብልጽግናን ናይ ምዕባለን ናይ ሰላምን ናይ ቴክኖሎጅን ናይ ራህዋን ናይ ብላዕ ወስተ ንገድ ነጋዳይ ሕረስ ሓረስታይ ዘበን ይግበረልና ክብል ጥራይ ትደሊ ራይ ብምክንያት ሓድሽ ዓመት 220 ከተመስግኖም ትደሊ ወይ ከዓ ብሃና ክትብሎም ዕድል ናባኻ ክብል መወዳእታ ኣነ ንብኡልኡ ስነ ጥበባዊ ክሰርሕ ከለኹ ዝፈትወኒ ከይሰርሕ ከለኹ ዝፈትወኒ ብምሉእ መጀመርያ ንብምሉእ ስነ ጥበባዊ ከምኡ ድማ ንብምልኦም ደገፍተይ ንብምልኦም ድማ ተዓዘብቲ ንሕና ደፍረናዮ ዝዕዘቡልና ቲፎዞና ንብምልኦም ርሑስ ዕዳርጼን ርሑስ 220 ይግበረልና ኣራይ እምበኣር ብሽም ሓበሻ ሳቫና ኢንተርትሜንት ከዓኒ ህያብ ተዋሃበካ ኣላ ኣብዚኣ ሓበሻ ሳቫና እዚኣ ንመበል ክልተ ሽሕን ዕስራን እንኳዕ ኣብቅዓና ማለት ህያብ ለጊሳትልካ ኣላ ማለት የቀኒልና ግርማይ መኮነን ጅግኖ እቲ ናይ ሓበሻ
ሳቫና እንድዕር ክዋና ብኣካል ኣሎ ኮይኑ እዚኣ ደበርከተለይ ምስኡ ሰላም እናተባሃልኩ ፈቓደኛ እንተኮይኑስ ክሰኣል ምደለኹ ነይረ ብነፋሪት ጌርና ሰላምታ ክንሰደሉ ኢና ኣጆኻ ኣጆኻ ኣብ ሰታሪት ብነፋሪት ዋላ ወኪል የብሉን ኣብዚ

ዝዓበየ ጽቡቕ ተስፋ እቲ ተስፋ ዝነበረ ጽቡቕ ገይሩ ሰላም ክኾነና ንምነ ኣራይ ኣብ 219 ኣብ ህይወትካ መቐይሮ ነይራ ትብላ ዶ
ኣብ 219 እዋ
ኣብ 219 እዚ ኣይብለካን ቅድሚ ኢላ እምበር ኣብ 219 ስክንተን ዝሓለፋ ይሓሊፋ ኣራይ
ኣብ ህይወትካ ከለውጢ መፅኢ ዶ ትብሎ
ግድን እምበር እምበርከ ሓደ ዓመት እኮ ወሲኸ ዘለኹ ራይ
ከምዝርኢ እንደለኻ ከዓ ናብ ሽምግልግል ይብል ኣለኹ
ራይ ካብኡ ዝዓቢ ለውጢ የለን ሕራይ ጽቡቕ እዛ ክልተ ሽሕን ዓሰርተ ትሽዓተን ወዲና ክልተ ሽሕን ዕስራን ንኣቱ ኢና ዘለና መደባት ኣለካ ዶ ኣብ ክልተ ሽሕን ዕስራን ሕጂ ንኣትዎ ዘለና ሓድሽ መደብ ዝሓዝካዮ ኣለካ ዶ
እወ ብዙሕ እምበር ሕራይ እንታይ እዩ ስራሕካ
ስርሐይ ሕክምና እዩ ጓል ኤርፎርስ እየ ሓኪም እዩ ሕራይ ጽቡቕ ኣብ ዓለምና መቸም ብዙሓት ዩቲባት እየን ዘለዋ ብዙሓት ቻነላት እየን ዘለዋ ካብኣተን ከዓ ሓንቲ ሓበሻ ሳባና ኣላ ንስነ ጥበባውያን ንጥበብን ዘማዕብላ ዘለዋ ዘተባብዓ ዘለዋ የተተባብዓ ኣላ ዶ ትብላ ዋላ ስትቆፅላ ትብላ ብዚ መጠን ተተባብዓ ኣላ እምበር ይብላ ምክንያቱ እዚ ኣብዚ ግዜ እዚ መወልቲ የለውን ፊልምታት ብፍላሽ እናተሰረቑ ብጣዕሚ ሕማቕ እዮም ነይሮም ሕጂ ግን ብጣዕሚ ኣነ ኣይተሓዘለይ እሳ ብጣዕሚ ትሕግዝ ኣላ ኢለ እየ ኮን ዝስማዓኒ ምክንያቱስ ነቶም መወልቲ ዘይረኸቡ ኣርቲስታት ኣርቲስትታትና እዚ እሳ ትምውሎም ኣላ እሳ ብዙሕ ኣነ ይከታተል እየ ሓደ ካብቶም ተኸታታሊ ናይ ሳባና ሳባና እየ ፅቡቕ ፅቡቕ ሕራይ ምክኤለ ኣብ ዓለምና ማለት እዩ እሳተን ድኹም ጎኒ ኣለዋ ወይ ከዓ ፅቡቕ ጎኒ ኣለዋ ትብሎ
ኣሎ ሙሉእ ፊልምታት ዘይምምዋልን ቁርብ ድኹም ጎነን እዩ ማለት ካልእ እኳ ድኹም ጎነ ኣለውን ኢለ ኣይዛረብኒ ሓራይ
እዋ ፅቡቕ ፅቡቕ ሓራይ ሳባና ሓበሻ ማለት እዩ ኣብ 220

ካብዚ ንላዕሊ ዕብይ ዝበለ ንነዊሕ ዝኸይድ ተኸታታሊ ከምኡ እንዳሰራጨወት መንእሰይ ክትሕግዝ ነቶም ኣርቲስታት ክትሕግዞም ገለ ከተተባብዕ ተስፋ ገብር ዋራይ ፅቡቕ
ናይ ፔንቲን ገለ ጋለሪታት ገለ ኣብኡ ከለዉ ኣፀጋ ዓቢሎም ተኸፊቶም ከዓ ዝበለፀ ዝበለፀ ኣራይ ፅቡቕ ሚካኤለ ኣብ መወዳእታ ብምክንያት ሓድሽ ዓመት 220 ንህዝቢ ወይ ከዓ ንፈተውትኻ ተመሓላልፎ መልእኽቲ እንታይ ኣሎ
ተሽሕን ዒስራን ርሑስ ሓድሽ ዓመት ንኩሎም ኣብ ምክልኻልን ኣብ ዝተፈላለየ

ከተመስግኖ ትደሊ ወይ ከኣ ዮሃና ክትብሎ ትደሊ ቁርብ ዕድል ክበካ
ብኣርት እንተ ኮንካ ነቶም ሳቫና ዓብዩ እቲ ዝገብርዎ ዘለዉ ኣበርክቶ ብጣዕሚ ሓግዝዎ ቀፅልዎ ይብሎም

ክትቋደስ ናይ ሓበሻ ኢንተርቴንመንት ማለት እዩ። እዚኣ ብሽም ሳቫና ሓበሻ ማለት እዩ። የቐኔልና የቐኔልና ሚካኤለ ርሑስ ሓድሽ ዓመት 220 ምስ ስድራ ቤትካን ምስ ፋሚልኻን ምስ ህዝቢ ኤርትራን መርሓባ መርሓባ ሚካኤለ ኣብ ሰሰናዩ ጥጡሕ
ብሓፈሻ ዓቲባ ሒዛ ነቲ ናይ ፊልም ሲ ምሽ ከምዚ ብዓቢ መደባት ከምተን ካልኦት ቻነላት ኣለዋ ምስአን ምስ ናተወዳደረት ናብ በለስ ብዓቢ መደባት ሒዛ ክድፍኣሉ ጥራይ የደላኒ ነቲ ናይ ፊልምን ብደርፊ ይኹን ብክልቲኡ ወገና ሲ ክትዕብዮ ዝያዳ ዝያዳ ዝዘሎ
ኣራይ ጽቡቕ ኣብ ክልተ ሽሕን ዕስራን ኣብ መወዳእታ ማለት እዩ ክልተ ሽሕን ዕስራን ሓድሽ ዓመት እንዲ ዝኸውን ዘሎ ሕጂ ንፈተውትኻን ንብጾትካን ማለት እዩ ተመሓላልፎ መልእኽቲ ኣሎ ዶ? እወ ብሓፈሻ እቲ ዘመሓላልፎ መልእኽቲ መጀመርያ ርሑስ ሓድሽ ዓመት ይግበረልና ኣሜን ብድሕሪኡ ከዓኒ በቃ ኩላህና እቶም ስነ ጥበባውያን ንበሃል ዓበይቶም ንኹኑ እቶም ንኣሽቱ ዋላ ካሜራማን ደረስቲ ድዩ ገለ ኩሉ ሲ ተሓባቢሩ ቲም ወርክ ኮይኑ ክሰርሕ ከም ዘለዎ ክንመላላእ ከም ዘለና እሰ የመሓላልፎ ራይሺ ጽቡቕ ብምኽንያት ሓድሽ ዓመት 220 ከተመስግኖም ትደሊ ወይ ከኣ ዮሃና ከተመሓላልፍ ትደሊ እንድሕር ኮንካ ንእሽተይ ዕድል ክብካ። መጀመርያ ንኹሉ ህዝቢ ኤርትራ ማለት እዩ ኣብ ውሽጥን ኣብ ደገን ዘሎ ርሑስ ሓድሽ ዓመት ይግበረልና ብሓፈሻ ከዓ ንኩሎም ኣባላት ስድራይ ማለት እዩ ብፍላይ ከዓ ነደይ ወላዲተይ ርሑስ ሓድሽ ዓመት ይግበረልክ ብላ ኣሜን ኣሜን ርሑስ ሓድሽ ዓመት ይግበረልና እሞ ሓበሻ ሳባና ዘዳለዎ ህያብ ኣሎ እሞ ንዕኡ ናብኡ ከብለካ

መጀመርያ ምውን ህዝቢ ኤርትራ ምክልኻል ሰራዊትና ኣብ ደገ ዘለዉ ኣብ ውሽጢ ዘለዉ ምሉኦም ስነ ጥበባውያን ከዓ ዓበይቲ ኮኑ ንኣሽቱ ዝያዳ ዝያዳ ከዓ ንበዓልቲ ቤተይ ዘድሊ ምስግና ከመስግና ደሊ ከይረሳዕኹ ሓሊፍ እዚ ሳባና ኢንተርቴንመንት ከዓ ቀጥልዎ ኣጆኹም ብዙሓት ስነ ጥበባውያን ኣብ ጎንኹም ኣለና ንከይዲ ናበ ራይ ጽቡቅ

እንኳን ኣብ ሓድሽ ዓመት 220 ብሰላም ኣብፀሓና ይብል ሓበሻ ኢንተርትሜንት እዚኣ ከዓ ብሽም ሓበሻ ሳባና ኢንተርትሜንት እዚኣ ተበርኪታትልኩም ክሳብ ሕጂ ምሩፃት ተዋሳእቲ ምሩፃት ደረፍቲ ምሩፅ ዝኾነ ድማ ክሊፕ እዩ ምሩፅ ዝኾነ ድራማ እዩ ገለ ስለ ዝረኣኹላ ክሳብ ሕጂ መቸም ድኹም ጎና ሪኣየ ኢለ ኣነ ክነቅፍ ዓቕሚ የብለይን ከም ዝስምዓኒ ብርቱዕ ጥራይ እዚ ነቐፌታ የብለይን ሕቶ የብለይን ብርቱዑ ከምዚ ዘለኹሞ ቆፅልዎ ኣማዕብልዋ ነታ ቻነል ጥራይ ዝብል ኣሎ እቲ ናይ ሓበሻ ሳባና እንድሕር እቲ ዋና ብኣካል ኣሎ ኮይኑ እዚኣ ደበርከተለይ ምስኡ ሰላም እናተባሃልኩ ፍቓደኛ እንተኾይኑስ ክሰኣል ምደለኹ ነይረ። ብነፋሪት ጌርና ሰላምታ ክንሰደሉ ኢና። ኣጆኻ ኣጆኻ ኣብ ሰታሪት ብነፋሪት እዚኣ ብሽም ሳባና ሓበሻ ማለት እዩ።
ካብተን ዩቲብ እንዲያ እዚ ተበርክቶ ዘላ መሃርን ኣዘናጋዕን ዝኾነ ኩሉ ብዛዕባ ፊልምታት እዩ ብዛዕባ ኮሜዲ ብዛዕባ ካልእ ኣዝያ ምስተን ቅድሚኣ ዝተፈጠራ ዩቱባት ተዋዳዲራ ክንሪኣ ተስፋ ንገብር። ኣራይ ጽቡቕ ም ሓቲመ ብናይ ሳባና ብኸምኡ መንገዲ ዩቱብ ክዝርግሕ ጽበ ኣለኹ።
መርሓባ ሳባና ሓበሻ ይከታተሉኻን ይሰምዑኻን ይርእዩኻን ስለ ዘለዉ ሃየ እዛ ለወባ እዚኣ ናባኻትኩም እያ ናባና ኸኣ ሓድሽ ነገር ክንጽበ ኢና ማለት እዩ። የቐኔልና ኣብርሂሞ ክብረት ይሃበልና። ንዓይ ንባዕለይ ኣነ ብጀካ

ወይለ ከዲኣይ ዘይትበልዑ እንታይ ማለትኩም እዩ ሽሚታ ክንከ ከወደ ኣብ መስመር
ካባኹም ደኣ ከመይ ገይረ ክሓብር ንስኹም እኮ ኢኹም ካብቲ ሕማቕ ህይወት ኣውፂኹም ኣብዚ ደረጃ ዝዘብፅኹ ለምን ኣብቲ ገዛ ምእታው መስ መትብዖ ዝኸውን ሓደ ሓደ ዝብሉ ኣነ ኣቶ ግርማ እየ ኣነ ኣቶ ምሕረት ኣብ በሃል ጓለይ ከዓ